ሰላም ሰላም ሰላም ሰላም ኣብ ኩሉ ኩርናዓት ዓለም ዘለኹም ተኸታተልቲ ኣፈንዲ ሜድያ ምቑ ሰላምታይ ተቐበሉ ካብ ሓፍትኹም ስነ ጥበባዊት ሕርያ ሃይላ ኣፈንዲ ኣብ ኣፈንዲ ሜድያ እንዳበልኩ ሓባይቢ ነሰዓት ዘብቅዓና እግዚኣብሔር እውን ከም ወትሩ ዝተመስገነን ዝኸበረን ይኹን ስለዚ መጀመርታ ነቶም ኣዝኹም ተተባብዑኒ ሃናፂ ዝኾነ ነቐፌታን ሃናፂ ዝኾነ ርእቶ ኣብ ቦታ ርእቶ እትገድፍለይን ብሓቂ ብልቢ ከመስግነኩም እየ ካልእ እውን ብዝተፈላለየ ንዓይ ንምትብባዕ እትገብርዎ ኩሉኹም ከመስግነኩም እንዳ ደለኹ ያ ሎማዓንቲ ድማ ምናልባት ኣቀዲመ ግን እንታይ ክብል ይደሊ ንኩለን ኤርትራውያን ሜዳታት ንኣፈንዲ ሜድያ እውን ሳብስክራይብ ዘይገበርኩም ሓደሽቲ እንተ ሃሊኹም ሳብስክራይብ ግበሩ ካብ ኤሪ ቲቪ ጀሚርኩም ድማ ኩለን ኤርትራዊ ሜድያታት ሳብስክራይብ ግበሩለን እቲ ንሰርሖ ስራሓት እውን ናይ ግድን ናብ ካልእ ሰባት ንክበፅሕ መሃሪ ክኸውን ይኽእል ኣራሚ ክኸውን ይኽእል እሞኒ ንኹልና ጠቓሚ እዩ ኢልና እንሰርሖ ስጋብ ዝሃለና ድማ ሰብ ንኽሪኦ ሸር ተገበርኩሞ ላይክ ተገበርኩሞ ነቲ ሜድያ ተዕብኹሞ ኣዝዩ ጽቡቕ ነገር እዩ ናይ ኩላህና ስለዝኾነ ማለት እዩ ስለዚ ብዘይ ብኣኹም እውን ስለዘይዓቢ ከምኡ እንዳበልኩ ምናልባት መጀመርታ እንታይ ክብል ደሊ ክልተ ትሕዝቶ ሓፀርቲ እየ ናይ ክልተ መንእሰያት ምናልባት ሓደ እኳ ኣዝዩ መንእሰይን መሃርን ዝኾነ ትሕዝቶ እዩ ዘለዎ ስለዚ እቲ ፅቡቅ እቲ ሰናይ ዝኾነ ክንምሃረሉ ዘለና ብፍላይ ምስቲ ዘሎ ቴክኖሎጂ ዝተሰነየ እንተ ኮይኑ ከመይ ጌርና ኣፍልጦና ክነዕቢ ከም ዘለና ካብ ዝብል እዩ እታ ካልኣይቲ ምናልባት ምሁራት ኢና በሃልቲ ብዙሓት ኣቐዲሞም ቅድሚ ሕጂ እውን ክንደይ መንእሰይ ንመንእሰይ ጥራይ ዘይኮነ ኩሉ ግዜ መንእሰይ ክንብል ከለና እሱ ስለ ዝኾነ ተረካቢ ናይቲ ሃገር ወይ ናይቲ ሕድሪ ንሱ እውን ስለ ዝኾነ እቲ ንእስነት እውን ኩሉ ግዜ ከምቲ ስድራና ዝብልዎ ንእስነት ዕዳ ይበሃል እዩ እውን ኣብ ንእስነትካ ኢኻ ብዙሕ ትጋገ ትደናገር ምስቲ ተመኩሮ ዘይምህላው ፍልጠት ዋሕዲ ክህልወካ ክእል ብዙሕ ነገር ማለት እዩ ካባይ ጀሚርካ ንነብሰይ እውን ኣብ ግምት እቲ እየ ድዛረብ ዘለኹ እቲ መሃሪ ክንመሃረሉ ሓቢርና እቲ ጌጋ ዝኾነ ድማ ከይንጋገን ከይጋገዩን ኣሕዋትናን ኣሓትናን ኣብ ምእራምን ከኣ ስለ ዝጠቕመናን እዩ። ስለዚ ማዕረቲ ንሳቶም ነቲ ክፉእ ነገር ክዘርኡዎ ኢሎም፣ ሰብ ከደናግሩ ኢሎም፣ መንእሰይ ከደናግሩ ኢሎም ስታይ ዝገብሩዎ ዘለዉ፣ ንሕና እውን ብፍላይ ብህዝብኻ፣ ብሰራዊትካ፣ ብመንግስትኻ ዝመጽእ ጸለመታት ዘየለ ኣብ ታሪኽ እንተደኣ ኮይኑ እስኻ ውን ክትቃለሶ ወይ ውን መልሲ ክትህበሉ ግዴታ ይኸውን ማለት እዩ። ዘረባ ስለ ዝደለኻ ወይ ግዜ ስለ ዘለካ ደይኮንካ ኣብ ደረጅኦም ወሪድካ ትሒትካ ክትምልሰሎም ደሊኻ ስለ ዘይኮንካ ሲ ታይ ደኣኒ ኣብ ዝሓለፈ መድረኻት ርኢናዮ ኢና ሓባይቢ እትረፍ ዶ ንንኡስ ወለዶ ሲ ዋላ እቲ ዓቢ ኣነ ዝብል ኩላህና ውን ተደናጊርና ክንከውን ስለ ንኽእል ብዙሕ መድረኻት ሓሊፉ እዩ ማለት እዩ። ከምኡ ውን ሕጂ ይፍትኑ ስለ ዘለዉ ንሕና ድማ እቲ ማስ ሚድያ ውን ንባዕሉ እንታይ እዩ ንምንታይ ኢልካዮ ጌርካ ይብሉኻ ነቲ ቁኑዕ ክትመሃረሉ ነቲ ከምኡ ዓይነት ንህዝብን ሰራዊትን ንመንግስትን እናጸለመ ዝኸይድ መንእሰይ ከደናግር ዝደሊ ህዝቢ ከደናግር ዝደሊ ታሪኽካ ኣብ ዓለም ብሕማቅ ክፍለጥ ንዝደሊ ሰብ ድማ ክንቃወምን ክንብድሆን ከዓኒ ግዴታና ስለ ዝኾነ እዩ እሞ ስለዚ መጀመርታ ናብታ ኣዝዩ ብሉፅ ዝኾነ ንፉዕ ዝኾነ መንእሰይ ኣምፅዋ ዘሎ ንኩልና ጠቃሚት ዝኾነት ናብኣ ክንከይድ እሞ ድሒርና ናብታ ሓንቲ ንመፅእ ሰላም ክቡራት ተኻታተልተይ ከመይ ቀኒና ርሑስ ሓድሽ ዓመትን ልደትን ይግበረልና ናይ ሎማዓንቲ መደብ ሒዘልኩም መጽየ ዘለኹ ብዛዕባ ጂሜል እዩ ማለት እዩ ጂሜል ኣብዚ ግዜ ዝናርጋ ናይ መብዛሕትኡ ሰብ ፉል ሚሞሪ እዩ ዝብለና ማለት እዩ ሕጂ ፉል ሚሞሪ ክትብል እንኮላ ደርጋ ኢሜላት ኣይንቕበልን እያ ማለት እዩ ክንሰድድ እውን ኣይንኽእልን ኢና ምክንያቱስ እቲ ሚሞሪ ናይቲ ጂሜል መሊኡ ፉል ኢልና እቲ ምክንያት ከዓ ከምዚ ዝኾነ ፋይል ወይ ዝኾነ ስእሊ ወይ ዝኾነ ከምዚ ዝኣምሰለ ከምዚ ዓቢ ሚሞሪ ወይ ጌጋባይት ዝሕዘልና ስለ ዝመጸና ብዙሕ ዲኮሜንት ብዙሕ ወረቐት ዲኮሜንት ገለ እንተመጺና ሕጂ ኢሜል ናትና ፉል ይብለና ነዚ ጉዳይ እዚ ንኸነዕሪ ሚሞሪ ወይ ግዝኡ ይብሉና ማለት እዩ ነዚኣ ክንገዝእ እንተዘይደሊና ኣነ እታ ጥበብ ሒዘልኩም መፅየ ኣለኹ ከመይ ጌርኩም ነቲ ሚሞሪ ፉል ኢልኩም ዘሎ ንኣብነት ዓሰርተ ሓሙሽተ ጌጋባይት እያ ትፍቀዶ ሰብ ዓሰርተ ሓሙሽተ ፉል ክትብለና እንከላ ካብ ዓሰርተ ሓሙሽተ ናብ ዓሰርተ ወይ ኣብ ዓሰርተ ሓሙሽተ ናብ ሽዱሽተ ወይ ናብ ሸውዓተ ከመይ ጌርና ነጉላ ዝኾን ነገር ከይደምሰስና ካብቲ ኢሜል ናትና ከመይ ከም ንገብራ ሒዘልኩም መፅየ ኣለኹ መብዛሕትኦም ሰባት እንታይ ብለኻ ኬድካ እቲ ዘየድልየካ ኢሜላት ደምስሶ እቲ ዘየድልየካ ስእልታት ደምስሶ ገለመለ መዓት ኮለል እዩ መዓት ወጠጥ ከምኡ ክትገብር ትኽእል እንዲኻ ግን ከመይ ኢኻ ክትገብሮ ብዙሕ እዩ ኣይትፈልጥን ኢኻ እንታይ ክትድምስስ እንታይ ክትገድፍ እውን ኣይትፈልጥን ኢኻ ኣነ ሒዘልኩም መፂኤ ዘለኹ ግን ወላ ሓንቲ ከይገበርካ ኣቲኻ ጥራሕ እቲ ዘድሊ ሕጂ ከርእኩም እቲ እንታይ እንታይ ክትገብር ኣለካ ኩሉ ከርእኩም እዩ ከመይ ጌርኩም ከም ትገብርዎ ማለት እዩ ግን ንዓይ መተባብዒ ንክኸውን እዛ ቪድዮ እዚኣ ንብዙሓት ሰባት ንክትበፅሕ ሼር ንግበራ እዛ ቪድዮ ከዓ ጠቃሚ እንተረኪብኩማ ላይክ ግበሩላ ማለት እዩ ኩሉ ዘድልየኩም ከውርደልኩም እየ ሶ እዛ ቪድዮ እዚኣ በዛ ቪድዮ እዚኣ ንጀምር እዛ ቪድዮ ላይክ ጌርኩም ዝኾነ ሕቶ እንተለኩም ፀሓፉለይ ቪድዮ ክሰርሓልኩም ክፍትን እየ እዛ ቪድዮ ከዓ ሼር ግበሮ ማለት እዩ ብከምዚ ጌርና ክንተሓጋገዝ ኢና ማለት እዩ ፅቡቅ ምክትታል ንኣብነት ኣጋጣሚ እዛ ኢሜል ናተይ ፉል ኣላ ትሪእዋ ኣለኹም ኣብዚ ላዕሊ ቀያሕ ምልክት ኣምፅያትለይ ኣብዚ ራዩ ዓሰርተ ሓሙሽተ ጌጋባይት ፉል መሊኣ ኣላ ማለት እዩ ሕጂ እንታይ ክገብር እየ መጀመርታ ኣብቲ ኢሜል ናትና ኣቲና ኣብቲ ላዕሊ ራእዩ ኣብታ ስእለይ ክኣቱ እየ ብዚ ላዕሊ ሽዑ ኣብዚ ማናጅ ዩር ጎገል ኣካውንት ትብል ኣላ ኣብዚኣ ክኣቱ እየ ሽዑ ኣብኣ ምስ ኣተኹ ክንወርድ ኢና ንታሕቲ ራእዩ ራእዩ ናበይ ክኣቱ እየ ዳታ ኤንድ ፕራይቨሲ ትሪእዋ ኣለኹም ኣብዚኣ ዳታ ኤንድ ፕራይቨሲ ክንኣቱ ኢና ኣብኣ ምስ ኣተና ክንወርድ ኢና ራዩ ራዩ ውረዱ ውረዱ ውረዱ ክሳብ እዚ ትረኽቡ ማለት እዩ እዚ ናይ ኮንቴንት ሴቭድ ፍሮም ጎግል ሰርቪስስ ትብል ዘላ እዚኣ ኣብዚኣ ክንፀቅጥ ኢና ማለት እዩ ኣብኣ ምስ ፀቐጥና ክንፅበ ኢና ክንፅበ ከምዚ ከተምፃና እያ ራእይዎ እቲ ስእልታት ሓሙሽተ ሽሕ ፕላስ ስእሊ ኣለኒ እዚ ራእዩ ሓሙሽተ ሸሕፕላ ኣብዚ ናይ ስእሊ ክንኣቱ ኢና ማለት እዩ ኣብዛ ምልክት ናይ ስእሊ ክንኣቱ ኢና ኣብዚኣ ምስ መፀና እቲ ኩሉ ስእልታት እዩ መብዛሕትኡ ዝመልኣልና ዘሎ ኣብዚ ምስ መፀና ኣብዚ ኣብዚ ንፀጋመይ ንፀጋመይ ማለት እዩ እዛ ሰለስተ ላይን ትሪእዋ ኣለኹም ፎቶ ስትብ ዘላ ኣብዚኣ ክንኣት ኢና ማለት እዩ ሽዑ ክወርድ ኣብዚ እንታይ ኢና ክንረክብ እዚኣ ደበና ትሪእዋ ኣለኹም Storage ትብል ዘላ እዛ ምልክት ናይ ደበና ኣብዛ ጥቃ ቀያሕ ዘላ ማለት እዩ ዓሰርተ ሓሙሽተ ነጥቢ ሓደ ጌጋባይት ኦፍ ዓሰርተ ሓሙሽተ ጌጋባይት ኣበይ ክንጸቅጥ ኢና ኣብዛ ስቶሬጅ ኣብዛ ደበና ክንጸቅጥ ኢና ኣብኣ ምስ ጸቐጥና እንታይ ክንገብር ኢና ክንወርድ ኢና ንውረድ ኣብዚኣ ክንመጽእ ኢና

ኤግዚስቲንግ ፎቶ ኤንድ ቪድዮ ኮምፕረስ ግበሮ ወዲእና ኣለና ዚስ ሜይ ቴክ ሰቨራል ሃወርስ ይብለኒ ኣሎ ሪኢኻዮ እዚያ እዚያ ኣብዚ ኣብዚ ምብዎ ኮምፕሬስን ይብላኒ ኣሎ ዚስ ሜይ ቴክ ሰቨራል ሃወርስ ሰዓታት ክወስድ ይኽ- ይኸውን እዩ ይብለና ኣሎ ግን ዳሓን ፀገም የለን ኣይወስድን እዩ ኣነ ሕጂ ንዓይ ሓንሳ ሓንሳ ይ- ሓንቲ ክነግረኩም ደለ ከዓ ክትደጋግምዎ ትኽእሉ ኢኹም ማለት እዩ ሕጂ ድሕሪ እዚ ምሽ ጌርኩማ ድሕሪ ወርሒ ሜይቢ ፉል ስቶሬጅ ክትብለኩም እያ ድሕሪ ወርሒ ተኸልተ ወርሒ ድሕሪ ብዘየገድስ ድሕሪ ክንደይ እዩ ክንደይ ተሳኢልካ ንብል ክትም- ክት- ክትመልእ እያ ከም ብሓድሽ ከምዚ ግበሩ ከምዛ ሕጂ ብኸምኡ እዛ ቪድዮ ላይክ ግበርዋ ሼር ግበርዋ ምእንቲ እንታይ ከይጠፋእኩም ተረሲዕኹሞ ተም- እንታይ ትምል- ትምለሱ ናብዛ ቪድዮ ተመሊስኩም ትሪእዎ ከመይ ከም ትግበር ከም ብሓድሽ ኣነ ሕጂ ዳርጋ ክልተ ግዜ ሰለስተ ግዜ ገይረ ኣለኹ ሽዑ ክትሪእዎ ኢኹም ክንደይ ሚእታ ጂሜል ናትኩም ካብ 15 ጌጋባይት ናብ 5 ናብ 6 ናብ 10 ገለ ክትምለስ እያ ከምኡ ጌርኩም ትደጋግሞ ክመልእ እንከሎ ማለት እዩ ሕጂ ድሕሪ ክንደይ ክርኣየና ከመይ ከም ትኸውን ማለት እዩ ቴንኪዩ የቐነና እቶም ሳብስክራይብ ዘይገበርኩም ከዓ ሳብስክራይብ ግበሩ ኢኹም ነዛ ቪድዮ ከዓ ንብዙሓት ሰባት ክትበፅሕ ከም ዝበልኩኹም ላይክ ጌርኩም ሼር ግበሩዋ ኢኹም የቐኒየለይ ቻው
ያ ሓባይቢ ከምዚ ክብለና ዝፀንሐ እዚ ብሉፅ ዝኾነ መንእሰይ ኩሉ ግዜ መንእሰይ ክንብል እንከለና ምናልባት ኣነ መንእሰይ ክብል እንከለኹ ክንደይ ብሉፃት መንእሰያት ከም ዘለዉ ረሲዐ ኣይኮንኩን ወይ እውን ዕድመ ወሳኒ ኣይኮነን። ንእሽተይ ስለ ዝኾንካ ትጋገ፣ ዓቢ ስለ ዝኾንካ ኣይትጋገን ማለት ኣይኮነን። ካባይ ጀሚርካ ኩላህና ክንጋገ ንኽእል ኢና። እንተኾነ ግን ኩሉ ግዜ እቶም ብፍላጥ ኮነ ኢሎም ንመንእሰይ ንምግጋይ ንናቶም ረብሓ ክብሉ ብዙሕ ዝጽዕሩ ስለ ዘለዉ ወይ ሓንሳብ ምስ ተጋገዩ ክምለሱ ስለ ዘይክእሉ ድሕረይ ሳዕሪ ትብቆላ ዝዓይነቱ ዝገብሩ ብዙሓት ስለ ዘለዉ ብዕድመ እውን ዓበይቲ ብትምህርቲ እውን ምሁራት ኢና ዝብሉ ስለ ዘለዉ ንዓኣቶም ክንጥንቀቐሎም ስለ ዘለና እዩ። እንተዘይኮይኑ ብሉጻት መንእሰያት ከምዚ ሓውና ክንሪኦ ዝጸናሕና ካልኦት ደቂ ኣንስትዮን ደቂ ተባዕትዮን ብዝተፈላለየ ዓውዲ ክንደይ ብሉጻትን ክንደይ ኣዝዮም ኣዝዮም ክስታይ ከም ዘለዉ ድማ ረሲዐ ኣይኮንኩን። ስለዚ ንዓኣቶም ከምዚ ክንርኢ እንከለና ንሕጎስ ንሕበን ካብኣቶም እውን ብዙሕ ንመሃር ማለት እዩ። እዚ ከኣ ኣገዳሲ እዩ ንኩላህና። ኣይሸጋሪ ዝነበረ ኣነ ንባዕለይ ኣይፈልጣን እየ ነይረ ምስ ፈለጥኩዋ ግን ክጥቀመላ ክኢለ ማለት እዩ። ስለዚ ከምዚ ዝብሎ ዘሎ ድማ ብዓብዩ እውን ክተባብዑ ስለ ዘለዎም እዞም ከምዚኦም ዓይነት መንእሰያት ወይ ከምዚ ዓይነት ሃናፂ ዝኾነ ንሓደ ሕብረተሰብ ዝሰርሑ ነቲ ቴክኖሎጂ እናተኸታተሉ ዝኸዱ ዘለዉ ድማ ዝያዳ ክንከታተሎም ስለ ዘለና እዚ ኤፋር ዩቱብ ኤፋር ቱብ ሾው ትብል እያ ዘላቶ ናቱ ቻነል ዩቱብ ቻነል ኣላቶ ሓባይቢ ከይድና ኣብኡ ሳብስክራይብ ዘይገበራ እንተድኣ ሃሊና ተኻታተልቲ ናይ ኣፈንዲ ሜድያ ሳብስክራይብ ንግበረሉ ብጣዕሚ ውን ኣገዳሲት ስለ ዝኾነት ንኹሉ ንፈልጦ ሸር እንተገበርናሉ ከኣኒ እዚ መዓልታዊ ቀጻሊ ዘገድሰናን ዘሸግረናን ስለ ዝኾነ እዩ እሞ ያ ካብዚ ብዙሕ ንመሃር ስለዚ ንቐጽል እስኪ ብዛዕባ እታ ካልኣይቲ ኣምጽያ ዘለኹ ውን ንእሽተይ ሕጽር ዝበለ ሰሚዕና ናብ ውስታይ ክንከይድ
እዞም ኣዛብእ ከኣ ህዝቢ ኣዛብእ ከም ምዃኑ ፈሊጥዎም ጽባሕ ጎስ ክብል እንድሕር ኮይኑ ደፊሩ ማለት እዩ ዋላ ጎስ ዝብሉ መጺኦም ኣብ ገዛና ክነዕቁቦም ሰምዑ ኣለኹም እንታይ ይብለኩም ኣለኹ ርዳእኩም ኣሎ ድዩ እንታይ ይብል ኣለኹ ጽባሕ ሲ ኣብ ሃገረ ኤርትራ ንሕና ንበዝሕ ንሕና ንበዝሕ እቶም ደቀባት ንበዝሕ ኣጸቢቕና ገሌና ሓለዋ ተባሂሉ ብረት ዝተዋህበት ብዙሕ ኣላ ጠበንጃ ሒዛ ወዲ ስሳን ገለን ወዲ ሰብዓን ገለን ከተማ ኣስመራ ለይቲ ወፂኣ ክትዘውር ትሓድር ኣላ እዚ ሓበሬታ ስለ ዘለና ይዛረበኩም ዘለኹ ያ ከምዚ ዝበልኩም እዩ ሓባይቢ በዓሉ እዚኦም ክስተውዕለሎም ዘለዎ እዩ ሰሚዕካዮም ጥራይ ከም ክላ ዝኸኣልካ ምሕላፍ ዘይኮነ እቲ ዝዘርኦ ዘሎ ንብዙሕ ከደናግር ዝኽእል ብፍላይ ነቲ ንኡስ ወለዶ ስለ ዝኾነ ንሕና ከዓ ኣይንሕልፎም ኢና ነዞም ከምዚኦም ፈፂምካ ከምቲ ኣብ ግራትካ ንእሽተይ ዘየድሊ ፀሃያይ እንተ ደኣ ሃልዩ ከየባላሽወልካ ተኣልዩ በዓል እዚኦም ከኽእሎ እዩ ጥራይ ዘለዎ ምሁር የባህላ እዩ እዚ ናይ ብሓቂ ዝገርም ነገር እዩ ስለዚ እንታይ እዩ ዝብል ዘሎ ንስኻን ወዲ ከማኻን ቅድሜኻ ዝነበሩ ዕድመ ኣርኪብዎም ኮፍ ኢሎም ዘለዉን ዝዘርኡዎን ዝሕምሱዎን መሳርሒ ናይ ካልኦት መጋበርያ ዝኾኑን ከማኻን ወዲ ከማኻን እዮም ነዞም ደቂ ሱሳ ኣለዉ ብረት ሒዞም ኮለል ክብሉ ዝሓድሩ ዝበልካዮም ገና ዘየዕረፉ ጫማኦም ዘይቀየሩ ኣለዉዎ ከዕርፉ ዝግብኦም ኣብዚ ሰዓት እዚ ክሕንቅቑ ዝግብኦም ምስቲ ዘሎ ናይ ዓለም ኣካይዳ ንሪኦ ኣለና ካብ ኩሉ ዝተሰወረ ኣይኮነን ከማኻ ዝኣመሰሉ ሓሸረ መሸር ከኣኒ ስለ ዘለዉ ስለዚ ምናልባት ኣዛብእ ኣለዉ ዝበልካይ ንስኻ ከ ሓደ ካብቶም ኣዛብእ ኣብዚ ኮይንካ ናይ ብሓቂ እቲ ዝገርም ነገር እዩ ከማኒ ንስኻ ሲ ሓደ ካብቲ ብናፃ ዘምሃረካ መንግስቲ ኤርትራ ኢኻ ኣብ ኤርትራ ተማሂርካ ኢኻ መፂእኻ ምናልባት ኣብ ኣሜሪካ ቀፂልካ ክትከውን ትኽእል ተመሪቕካ ክትከውን ትኽእል መሰረታዊ ዝተምሃርካሉ ግን ኣብ ኤርትራ እዩ ክትክሕዶ ኣይትኽእልን ኢኻ ህዝብን መንግስትን እዩ ኣምሂሩካ ብናጻ ደሓር ከኣ ቴስዓን ትሽዓተን ዲኻ ቴስዓን ሸሞንተን ብናይ ዲቪ በጺሕካ ዝመጻኻ ሰብ እኮ ኢኻ እንታይ ስለ ዝገበርካ ኢኻ እንታይ ኣንቢርካ እንታይ ስለ ዝቐመጥካን ኢኻ ኣብ ኤርትራ ክስጋብ ክንድዚ ክትጀሃርን ሰብን ክተብልን ትፍትን ዘለኻ እንታይ ስለ ዝገበርካ ኣላ እቶም ለይትን መዓልትን ክሳብ ሰዓት እዚ ካብ ግዜ ቃልሲ ሰውራ ኤርትራ ኣትሒዞም ተጋዲሎም ጫምኦም ዘይቀብሩ ክዳኖም ዘይቀየሩ ከማን ክጃሃሩን ከምዚ ናትካ ክዛረቡን ኣይከኣሉን። እቶም ትማል ትማል ዋርሳይ ተባሂሎም ካብ ቀዳማይ ዙርያ ስጋብ እዛ ሰዓት እዚኣ ዝኸዱ ዘለዉ ብግብሪ ዘርእዩ ዘለዉ ኣሰራያታቶምን ዋዕሮታት ኣዴታቶን ኮይነን ዝኸዳ ዘለዋ ከማንሲ ከምዚ ናትካ ክዛረቡ ኣይከኣሉን። እስኻ እንታይ ስለ ዝገበርካ ተማሂርካ መጺኻ ትቕጽል ኣለኻ ኣብ ኣሜሪካ ትነብር ኣለኻ ከም ኩልና ኤርትራውያን። ስለዚ በዓል እዚ ክዘርኡዎ ዝደልዩ ነገር ስለ ዘሎ ሓባይቢ ተጠንቀቁ ተጠንቀቁ።
ሕጂ እንታይ ክብል ደልየ ወደባት ጽባሕ መጽዩ ነዚ ሃገር እዚ ኣብ ልዕሊ እሰያስ ድዩ ልዕሊ ሰዓብቱ ድዩ ስጉምቲ ክወስድ ዘሎ ኣብ ዝደሊ እዋን መን እዩ ዘድሕኖ ከምቲ ብ ግዜ ሰውራ ዝነበረ ህዝቢ እዩ ዘድሕኖ ህዝቢ እዩ ዘዕቁቦ ስለዚ እቲ ዘሎ ስርዓት ናይ ብሓቂ ልዕሊ ደርጊ ከም ዝኸፍእ ልዕሊ ሃይለስላሰ ከም ዝኸፍእ መበቆሉ ውን ትውልዲ ናይ ነገስታት ትግራይ እዩ። ስለዝኾና ከኣ ኣብ ልዕሊ ህዝቢ ኤርትራ ክንዲ ጽፍሪ ኣድሪ ድንጋጸ ዘይብሉ ብሕሰምን ብጭካነን ብጥሜትኒ ብ ሕሉፍ መግረፍትን ንህዝቢ ኤርትራ ሒዝዎ ኣሎ ስለዚ እዚ ሓቑፍናዮ ዘለና ስርዓት ናይ ብሓቂ ኣረሜን እዩ ናህና ኣይኮነን ብትውልዲ ናህና ኣይኮነ ብተግባራቱ ናህና ኣይኮነ ሰምዑን ኣለኹም ሃገር ከዓ ኣዕኒዋ ዓመት ዓመት መፀ እንታይ ዝብለካ ዓሰብ የላን ባፅዕ የላን ሓመድ ዕደ ሓመድ ዕደ መን ኣዴኻ ሓመድ ከዕደ ሓመድ በሊዕካ ጋሕ በል ንባዕልኻ ሓመድ ዕደ ዘይተባሃልካ ስስኻ ንኽቡር ፕረሲደንት ሃገር ኤርትራሲ ሓመድ ዕደ ክትብል በሉ ስምዑ ካልእ ስትረፍ ንጀጋኑ ዘየኽብር ብዕድመ ዓቢ ንዝኾነ ዘየኽብር ሓባይቢ ሓና እኮ ክንዓቢ ከለና ኣብ ዝዓበና ንዕበሲ ስነ ስርዓት ሒዝና ዝዓበና ሕብረተሰብ ኢና መስለኒ ነውሲ ወከፍና ንፈልጥ ኢና ነቦኻ ንወላዲካ ኣይኮነን ብዕድመ ንዝዓብየካ ንድፈጠረካ ኣይኮነንሲ ንምዕባይካ ሓውካ ከማነይሲ ብስነስርዓት ኢካ ትምልሰሉን ትዛረቡን ቁሊሕ ኢልካ ከማን ክዛረበካ ክምዕደካ ከሎስ ኣይትጥምቶን ኢካ ንትሕቴካ ዘሎ ከማን ብኣገባብ ኢካ ትዛረቡ ምሽ ከምዚ ናይ ብሓቂ ሕጂ እንታይ ክነስተውዕል ኣለና መሲልኩም ወይ መንእሰያት እንታይ ክተስተውዕሉ ኣለኩም ቀዳማይ ነገር ንሱ ሰምዑ ደለኹም ደቂ ኤርትራ ኣሕዋተይ ትርእዩ ደለኹም ዝብል ዘሎ ንሱ ክስተውዕለሉ ዘለዎ ቀዳማይ ቀዳማይ ደቀባት ዝብል ቃልሲ እንታይ ኣምጾ? ብዛዕባ ሓንቲ ሃገር ኤርትራ እንድሕር ዝሓስብ ሃልዩ፣ ብዛዕባ ህዝቢ ኤርትራ ሓላዩ ኮይኑ እንተ ይዛረብ ሃልዩ ንሱን ሰዓብቱን፣ ብዛዕባ ደቀባትን ዘየባትን እዚታት እንታይ ኣምጾ? ኤርትራ እኮ ትሽዓተ ብሄራት ወዲ ክስቶ ጓል ክስቶ ከይተባህለ ኣብ ሓደ ዕላማ ተሰዊኡን ተሰንኪሉን ዝመፀት ሃገር እያ ብዛዕባ እዚ እንድሕር ትሓስብ ኮይንካ እንታይ ኣምፅኦ እዚ ቃል እዚ ምጥቃም ስለዚ እዞም ከምዚኦም ዓይነት ቃና ዘለዎም ዝጥቀሙ ሰባት እዚኦም እቶም መርዛማት እዚኦም እቶም በከልቲ እዚኦም ናይቶም ዝሓለፉ ቀጸልቲ ስለ ዝኾኑ ክንስተውዕለሎም ስለ ዘለና እየ ዛረብ ዘለኹ ሓባይቢ። መን እዩ እንታይ ካበይ መጽዩ ንዝምልከቶ እዩ ዝምልከቶ ኣነ ብዚ ሕጂ ስኻ ከምዚ ኢኻ ስኺ ከምዚ ኢኻ ከምቲ ኢኻ እዚ ንዓይ ኣይስርሐይን እዩ ከምኡ እምነት የብለይን ኣነ ሓንቲ ኤርትራ ሃገር ኤርትራ ትበሃል ትሽዓተ ብሄራት ዝወነነት ክልተ ዓበይቲ ሃይማኖታት ዘለውዋ ክብርቲ ሃገር ተኸባቢራ ትኸይድ ከም ዘላ እየ ዝፈልጥ ብዛዕባኻ እየ ዝዛረብ ማለት እዩ እዚ ግን ካብ መጀመርታ ኣስተውዕል መንእሰይ ነስተውዕል ኩላና ከምዚ ዓይነት ቅኒት ዘለዎ ሰብ እሞ ከዓኒ እንዳተፃረፍካ ንመን ትፀርፍ ኣለኻ ፀሊእካዮ ከም መራሓይ ኣያመንካሉን ክእለሉ ኢልካ ትሓስብ እንተ ደኣ ኮንካ ሲ ካልእስ ይትረፍ ከማን ክብሪ ኣለዎ ክቕጽል እዩ ብጣዕሚ እቲ ስድነቱ ሲ ብጣዕሚ እዩ ዝገርመኒ ሓደ ምሁር እየ እንጂነር እየ ዝበሃል ዝብል ሲ ኣብ ኣዘራርብኡ ከማን ትሕትና ዘይብሉ ኣብ ኣዘራርብኡ ከማን ክስታይ ዘይብሉ ሲ መን ንመን እዩ ክእርም እዚ በዓል እዚ ዘበልዎ ህዝቢ ከ እንታይ ዓይነት እንታይ እንታይ እዩ ዘይሕሰብ እንድዩ ብከምዚኦም ወዲ ከምዚኦምሲ ክንደይ እሞ ቅድሚ ሕጂ ከም ሳምና ዓፊሮም ዱዱ ኢሎም ኣብ መወዳእታ ርኮን ኮይኖም ዘይተካዕዎ ሓባይቢ ልዕለይ ንስኩም ትፈልጡ በዚ ወዲ ከምዚ ዝቅየር ኣይኮነን ግን ንሱ ኣኺልዎ ሓንሳብ ሸተት ስለ ዝበለ ስለ ዝበለ ከም ዝመረተ ሓጺን ተጓሒፉ ኣብኡ ክነብር እዩ ስጋብ መዋእሉ ማለት እዩ ኣይመሰሎን ኣሎ ስርዓት እዚ ክእለ ኣለዎ ስርዓት ዝተኣተኣል እዩ ክቡር ፕረዚደንት ሃገር ኤርትራ ብዕድመ ኪሉ ናይ ተፈጥሮ ሕጊ ኮይኑ እንተተኣልዩ እውን ኩሉ ሓደ እዩ ዕላምኡ ኩሉ ስለ ሃገሩን ስለ ህዝቡን ስለ መሬቱን ዝፍጆ እምበር እሕሊፉ ከምዚ ናትኩም ዝህብ የለን ንቐጽል ሓባይቢ ስምዕዎ እሞ እሞ መራሒ ዘሎ መን ኣዴኻ እዩ መራሒ ክመጽእ ኢለ ክመጸና እዩ ኢለ እወ ሕጂ እንታይ እዩ ኣብቲ ኣብ ሰውራ ካልእ ኣያታትና ጅ- ዝፈጸምዎ ጅግንነት ነቲ ጅግንነት እቲ እንታይ እዩ ገይሩ ሰሪቕዎ እዩ እምበር ናይ እሰያስ ኣብዛ ዓውደ ውግ እዚኣ ተሳቲፉ ዝብለካ ሓደ ሰብ የለን ኣብዛ ሰውራ።
ሓሳዊ ኮንካ ለኽባጥ ሓሳዊ ለኽባጥ ኮንካ ኢሳያስ ደኣ ሞኒ ይትረፍ መጋድልቱ ኣይኮነንሲ ዓለም ሙሉእ ዝምስክረሉ እንዲ እንታይ ዲኻ ትርኢ ዘለኻ ምሁር ደንቆሮ ዝገርም ነገር እኳ እዩ ሓደ ዝምስክረሉ የለን ምናልባት ልክዕወ ምስኡ ዝነበሩ ኣብ ደረጅኡ ዕድሚኡ ዘለዉ መፅኦም ኣብዚ ዝዛረቡ ንዖም ሰሚዕካ እንተ ኮንካ ክንደይ ጀጋኑ ከዓ ኣለዉ ከዓ ናይ ኢሳያስ ምስክርነት ኢሳያስ ዳሞኒ ብግብሪ ብግብሪ ኣይናይ ከምዚ ባዕሉ ቃለ ምሕተት ክገብር ከሎ ዝመለሶ ኣብ ናይ ቮይስ ኣፍ ኣሜሪካ ምስ ተወሊኖ ሰሚዕኩሞ እንዲኹም ከምዚ ትማሊ ኣምጺኤ ዝነበርኩዎ ኣብ መደበይ ከይድኩም ክትሪእዎ ትኽእሉ ኢኹም ትማሊ ዝሰራሕኩዎ መደብ ሓባይቢ ባዕሉ ኣብ ኤርትራ ተወሊዱ ዝዓበየ ኢትዮጵያዊ ትግራዋይሲ ምስ ወዱ ምስ ኣብርሃም ኢሳያስ ኣፈወርቂ ፈረስን ገለን ስታይ ዝገብሩ ዝነበሩ ብከምኡ ዝተፈላለዩ እንታይ ይመስል ገዛ ፕረሲደንት ከይዱ ከመይ ተቐቢልዎም ወይ እንታይ ገይሮም ሲ ይፈልጥ ዝተዛረቦ ምስክርነት እኮ ኣሎ ንስኻ መን ኢኻ ዳኣኒ ኣይተጋደለን ኣየበለን ኢልካ ኣሰርቶም ዝሕስው ዘሉ ክትሕሱ ስለ ዝደለኻ ኢኻ ብኸምኡ ጌርካ መቸም ኣዳናጊርካ ተደናግሮ ህዝቢ የለን እንድዩ ግን ምናልባት መንእሰይ በዓል እዚኣቶም ሰሚዕኩም ዋላ ሓንቲ እቲ ምስኡ ዘሎ ስለ ዝኾረየ በቃ ክወዳደር ምስ ኣወል ስዒድ ክትወዳደር ስለ ዘይከኣልካዮ ዝተውሃብካዮ ዕድል ስለ ዘይተጠቐምካሉ እንሀለ ከዓ ህዝቢ ከምቲ ዘኽብረካ ከዓ ባይታ ዘቢጥካ ባዕልኻ እዚ ከዓ በቃ ብሓንሳብ ኮይኖም ክልቲኦም ካልእ ዋላ ሓንቲ የብሉን ካልእ ከይድካ ከይዱ ዝልፍልፈሉ ቦታ ስለ ዘይብሉ እዚ እውን ክልፍልፍ ስለ ዝደለየ በቃ ስጋብ መወዳእታ ሮማይ ከምኡ ክዛረብ ስለ ዝደለየ ተዘይኮይኑ ሲ ንስኻ ይኮንካን ትምስክረሉ ንኢሳያስ ኣፈወርቂ መን ምዃኑ ለኽባጥ ነዚ ዓውደ ውግእ እዚኣ መሪሕዋ ዝብለካ ሓደ ሰብ ኣይተምፅለይን ኢኹም ሕጂ እንታይ ኢና ውዒልና ሓዲር እስኻ ከ እንታይ ኢኻ ጌርካ ነዛ ሃገር እዚኣስ እንታይ ኢኻ ጌርካላ ኣታ ሓወይ ኣገልግሎት ዲኻ ኬድካ ኣገልግልካ መጺኻ ብዝተማሃርካዮ ተማሂርካ ዲኻ ክተድምዕ ክኢልካ ክሰርሕ ክኢልካ እንታይ ኢኻ ጌርካ ኣብዚ ትቕመጦ ዘለኻ ሃገር ኮንካ ዲኻ መንእሰያት ዲኻ መልሚልካ መንእሰያት ዲኻ ሃኒፅካ እንታይ ኢኻ ሰሪሕካ ኣብቲ ዘሎ ማሕበረ ምስ እቲ ኤርትራዊ ኮሚኒቲ ከይድካ ሓቢርካ ዲኻ እንታይ ኢኻ ቤርኪትካ ንስኻ ኣቶም ሰባት ዝገበረ ክዛረብ እንከሎ ምናልባት የምሕረሉ እኳ ንስኻኽ እንታይ ኢኻ ጌርካ እዋ ኣቶም ሰባት ምናልባት ዓቕምና ክንፍትን ኢልና ከም ሰባት ስታይ እንተገበርና ሲ እንዳተሸቑረርና ኢና እኮ ንዛረብ ምክንያቱ ሲ መን እዩ መማዕረ በዓል እትረፍ ክቡር ፕረዚደንት ሃገር ኤርትራ ኣቶ ኢሳያስ ኣፈወርቂ ኣይኮነን ሲ መን እዩሞ ማዕረ እዞም ኣብ ውሽጢ ሃገር ኮይኖም ሃገር ኣብ ምድሓና ይኹን ሃገር ኣብ ምህናፃ ይኹን ሃገር ኣብ ኩሉ እቲ ዘላቶ ደው ኢሎም ዝብሉ ዘለዉ ሲ መን እዩሞ ክብል እንዳበልና እኮ ንሕና እውን ሲ እዛ ነብሰይ ኣነ እውን ሲ ምሻሎ እቲ ዝገበርኩ ከማን ክገብሮ ገይሩ እየ ክብል ኣይክእልን እየ ኣገልግሎት ከይደደ ወይ እንታይ እየ ሰሪሐ እንታይ ይገብር ነይረ ሲ ክዛረበሉ ከማን ሲ የሰክፈኒ እዩ የትረፍ ንስኻ ኣብዚ ኮይንካ ትነብር ዘለኻ ስለዚ ናትካ ታሪክ ናትካ ዝገበርካዮ እዚኣ እየ ገይረ ኢልካ ተዘንትዎ ዘይብልካስ ብዛዕባ እቶም ንዓለም ሙሉእ ዘመስከሩ መርኣያ ናይ ኩሉ ኣፍሪቃ ኮይኖም ዝኸዱ ዘለዉ ነቶም ንዓለም ኣትያ ክትበታትን ደልያ ከምዚ ናትካ ወደቀባትን ወደባትን እንዳበሉ ኣይኮነን እንዳበሉ ድዘርኡ ኣትያ ክትበታትን ንህዝቢ ኤርትራ ደልያ ምእታው ዝኸልኡ ምስዚኦም ክትወዳደር ምስኦም ኣይኮነንስ ምሳይ ከማን ኣይትወዳደርን ኢኻ ንስኻ
ንሕና እቲ ንዛረቦ ዘለና ንምንታይ እዩ እቲ ሓቀኛ ታሪኽ ናይ ህዝቢ ኤርትራ ክዳጋገም ክኽእል ኣለዎ ሰባት ከኣ ቃንዞኦም ክዛረቡ ኣብዚ ባዕሎም ክመጹ ኣለዎም ንሕና ንዛረቦ ኣብ ካልኣይ ኣፍ ሳልሳይ ኣፍ እዩ ዝበጽሕ ዘሎ እቲ ታሪኽ ከምኦም ጌርና ከምቶም ዋና ታሪኽ ጌርና ከንዘንትዎ ኣይንኽእልን ኢና ሰማያሊ ኩንነት ወይ ተሓቂ ግን እሱ ኣይኮነን ካብ መን ንኢሱ እዚ መነ ስዲ ሰብ እዎ ተዘንቱ እኮ ኢኻ እሞ ዘለኻ እስኻ ባዕልኻ እኮ ኢኻ ከምኦም ኮንካሲ ከምዚ ገበሩ ከምዚ ኮኑ ሲኮነ እቲ ታሪክ ሓቀኛ ታሪክ ክዝንቶ ኣለዎ ባዕላቶም ከዘንትዎ ኣለዎ ሓባይቢ እንታይ እየ ክብል ዝደሊ መሲልኩ ምናልባት ሓደ ሓደ ግዜ ክስታይ ኮንካ ንዕኡ ክትምልሰሉ ትደሊ እምበር ንሕና ቲቪ ኤረ ከይድና ኩሉ እቲ ታሪክ ህዝቢ ኤርትራ መን ምዃኑ ህዝቢ ኤርትራ ከመይ እዩ እንታይ እዩ ከመይ ኢላ ኤርትራ መፅያ ታሪክና ስኑድ ስለ ዝኾነ

ዝገብርዎ ውን ስለ ዘሎ ኬድና ንዑኡ ንስማዕ ንዑኡ ንርእ እስኻ ኣይኮንካን ሕጂ እቲ ሓቀኛ ታሪኽ እስኻ ሓሳውት ዝኾነ ታሪኽ ፈብሪካ ኢኻ ትዛረብ ዘለኻ ናይ ህዝቢ ኤርትራ ዘይኮነ ታሪኽ ኣምጺኻ ኢኻ ትዛረብ ዘለኻ እዚ ዘሎ ስርዓትሲ ካብ ደርግን ካብ ገለን ይሓይሽ ኣይሓይሽ ንኢልካ ክትዛረብ እንከለኻሲ ብጣዕሚ መሓፈርካ ከማኒ መሓፈርካ እዚ እሱ ከም ኢሉ ክዘርእ እንከሎ ንሕና እውን ክንጥንቀቀሉ ስለ ዘለና ኢና ሓባይብ ንዛረብ ዘለና እምበር ኣነ ናይዚ ከምዚ ዕዋላ ዕዋላ ይኣርግኒ ረጋኸን ዕድመ ኢሉ ከይድ እምበር እዚ ኣይኣርግኒ ዝኾነ ኮይኑ ግን እንታይ እቲ ቆፅሪ ቆፅሪ እንዲ ሓደ ኩላህና ክንኣርግ ኢና እዚ ማለት እርጋን እርጋንሲ እንታይ እዩ ፀጋ እዩ ገሊኣ እኳ ከይኣረገት እኳ ካብዛ ዓለም ትኸይድ ዘላ ግን ዓሻ ስለ ዝኾነ ማለት ፈልጥ እየ እንዲ ዝብል ንነብሱ ከምኡ ኢሉ እንዲ እምኖ ምሕረት ኣውርደሉ ናይ ብሓቂ እየ ዝብለካ ዘለኹ እዚ ሲ ቃላት ክቆሉ ዝውዕል ኣየናይ ሞያ እዩ ዘለዎ ኣየናይ ትምህርቲ እዩ ዘለዎ ናይ ብሓቂ እዚ ካብ መን ንኢሱ ከ ኣረጋውቲ ኢሉ ክፀርፍ እርጋን ከ ነውሪ ድዩ ኩላ ብኣ እንድያ ትሓልፍ ካብ ኩሉ እዩ ተሪፉ ካብ ትምህርቲ ተሪፉ ካብ ሞያ ተሪፉ ፕሮፓጋንዲስት ባይ ሓባይቢ ኣብዚ ድማ ሕሉፍ ሓሊፍዎ ናብ ንኣወል ስዒድን ከምኡ ዝመሰሉን እንዲሁ ከነኣእስ ሒኽ ዝብል ዘሎ ተረፍ ቅንኣቶም እዩ ዋላ እቲ ቅድሚኡ ክዛረብ ፀንሐ ዕዋላ የብልኒ ገልምታት ንዑ ኣና ይምልሰሉን እየ ምክንያቱ ንሱ ባዕሉ ከቢሩ ዝሓሰረ ስለ ዝኾነ ርእዋ ስለ ዘሎ ኣብ መወዳእታ ከመይ ገይሩ እንታይ ክኸውን እዩ ከምቶም ዝሓለፉ መድረኻት ፀገም ዘሎ ኣይኮነን ናይዚ ብሓቂ ዝገርም ነገር እዩ ከነኣእስ ክፀርፍ ንኣወል ስዒድ ቅኒ እዩ ሒዝዎም ኩሎም ቅኒ ይኾም ዝገብረኩም ዘሎ ቅኒ ድማ እቲ መድሃኒት ዘይርከቦ ፈውሲ ዘይብሉ ባዕልካ ጥራይ ተሕውዮ ስለ ዝኾነ ኣኺልኩም ጌና ጌና ክሳብ ጨርቅኹም ትድርብዩ ክትኮኑ ኢኹም። ኣወል ስዒድ ደኣ እሞኒ ልክዕ ከምቶም ኣያታቱ ወሪሱ ልክዕ ናታቶም ሰረት መሰረት ገይሩ ዝቕፅልን ዝሰርሕን ዘሎ ብግብሪ ህይወቱ ኣብ ሪዚኮ ይእትዩ ዝኸይድ ዘሎ ብግብሪ ዘርኣየና እኳ እዩ ንዓለም ዘርኣየ ምሽ ምሽ ንዓይን ንዓኹምንሲ ንዓለም ዘርኣየ እኳ እዩ ፅምዶ ሰላም ህዝብታት ብታሕጓስ ክነብዑ ክዕንድሩ ከም ብተይ ዝረኣይናዮ ዝገበረ እኳ እዩ ምስ ብጾቱ ምስ መሳርሕቱ ከመይ ጌርካ ኢኻ ነዚ ስለ ዘይተማሃረ ከምዚ ከምዚ ከምዚ ከምዚ ናይ ብሓቂ ኣነሲ ምሽ ኣሎ ሓባይቢ ብዛዕባ ህዝብን ብዛዕባ መራሕን ብዛዕባ ነቶም ናይ ብሓቂ ስለ ህዝብን ስለ መሬትን ክብርታት ሓልዮም ዝኸዱ ዘለዉ ዝስርሑ ዘለዉ መንእሰያት የነኣእሱ ስለ ዘለዉ ጥራይ ዝምልሰሎም ዘለኹ እምበር ከምዚ ንውልቀ ሰብ ኔሩ ተዝኽውን ንሓደ ውልቀ ክስታይ ተዝኸውን ጸገም ዘለዎ ኣይኮነን ኣፍ ዘለዎ ኩሉ ባዕሉ ክምልስ ስለ ዝኽእል ዘሸግር ኣይኮነን ሓባይቢ ንህዝብኻን ንህዝብኻ ዝሰርሕ ዘሎ ንህዝብኻ ዝደክም ዘሎ ዝጽዕር ዘሎ መንእሰይ ይኹን ተጋዳላይ ይኹን ካልእ ይኹን ግን ክጽረፍ እንከሎ ዘይከውን ናቱ ውስታይ ክብል እንከሎ ግን ስኢልና እውን ክንሰምዕ ስለ ዘይብልና እዩ እሞ ስለዚ እስከ ንኸይድ ሓባይ መወዳእታ ኢሉ ሓሳዊ ማለት ሓሳዊ ኢሉ ዝኾርዓሉ ኣይመን ናይ ሕሱር ሕሱር ሓሳብ እዩ እዚ ሕጂ ከዓስ ካብ ዝሓለፈ እውን ህዝቢ ብምሉእ እዩ ፀሪፉ ነቦሓጎታትና እውን ፀሪፉ ኣማንኤል እብል ኣብቲ ሓደ ኣይደኑ ገለ ብል ኣብቲ ሓደ ከዓ መን እየ ይብል ማለት ቁም ነገር የብልን ነዚ ክዝክር ንክብል እየ ግን እንታይ እያ ክብል ደልየሲ ኣብ ከምዚ ዝተዋፈርካ እንታይ ነሲርካ እሱ ካድር ስለ ዝኮይኑ ዘሎ ሕጂ ኣወል ስዒድ እንታይ ኢልዎ እንታይ ዳኣ እዛ ናይ ስዊዝ ክሳብ ክንድዚ ወዲቃስ የለኹም እንዲኹም በቃ ካብቲ ዝብልዎ ዘለዉ ቃላት ንኣብነት ኣነ ከም ተስፋይ ሲ ዋ ስዊዝ ጽቡቅ እያ ማለት ሲ ገለ የድልያ እታ ጉዳይ ፈሽላ ከም ዝነበረት ንባዕሉ ንህልኩም ብስምዒት የርእየኩም ኣሎ ክሳብ ጸርፊ ወሪዱ ማለት ንዓበይቲ ዴታትና ኣብ ግዜ ሓሳዊ ኮንካ ናይ ስዊዝ ዳ እሞ ዓለም ምሉእ ዘመስከረ ዳስ ሃሊ መሊኡ ከም ድላዮም ክዘናግዑ ዘምሰዩ ተክለ ህኮት ዘለዎ ከማ ነዚ ናይ ትማሊ ናይ ስዊዝ እንድሕር ዳ ኮይኑ ዝዛረብ ሃልዩ ሲ ሓሳዊ ኮይኑ ክተርፍ ሓሲቡ ይኸውን ከምዚ ከማኻን ወዲ ከማኻን ከትርፎ ሓሲቦም ይኾኑ ግን ከምኡ ዝበሃል ነገር ዘይለ ኣይተረፈን ኣብ ግብሪ ውዒሉስ ሰብ ተዘናጊዑ ሓድሽ ዓመቱ ኣስተማቒሩ ንመን ኢኻ ክስታይ ክትከውን ኣነ ሕጂ ምናልባት ንኣወል ስዒድ ልዕለይ በቲ ሞይኡን በቲ ፍሉይ ክእለቱን ገይሩ ክምልስ ስለ ዝኽእል ንኣወል ስዒድ ተሓሊቐ ክዛረብ ኣይክእልን እዩ ኣወል ስዒድ ክበሃል እንከለዉ ግን ልክዕ መተካእታ ናይ ይከኣሉ ኣብ ኣሰሮም ኮይኑ ግን ንዋርሳይ ንብምሉእና ወኪሉ ዝሰርሕ ኤርትራዊ ስጋብ ዝኾነ ግን ናይ ግድን ንኾርዓሉን ንሕበነሉን ክትንከፈና እውን ኣይንደልዮን ኢና ኤርትራዊ ስለ ዝኾነ ማለትሲ ስለ ኤርትራ ስለ ህዝቢ ይፅዕር ይሰርሕን ኣብ ግብሪ ከዓ ዝረአ ዘሎ ስለ ዝኾነ ከማኹም ኣብ ናይ ማስ ሚድያ ክስታይ ኮይኑ ድዛረብ ጥራይ ኣይኮነን እንተተጋግዩ እውን ሰብ እዩ ክንእርሞ ከም ዘለና ንፈልጥ ንሕና እውን ኣነ እውን ተተጋግየ ሰብ ስለ ዝኾንኩ ክእረም ከም ዘለና ኣሚነ ዝኸይድ ሰብ እዩ ጸገም ዘሎ ኣይኮነን። ንውልቅና ኣወል ስዒድ ከም ዝተባሂሉ ወይ ንዕኡ ዝመስሉ ካልኦት ዝሰርሑ ዘለዉ ኣክቲቪትስ ተቢሎም ኢለ ኣይኮንኩን ዝዛረብ ዘለኹ። ብዓብዩ ግን ነቲ ኣካይዳ ናይ ኤርትራን ነቲ ስቕ ኢልካ ደቀባት ንሕና ኢና ደቀባት ክስቶ እዩ ከምዚ እናበለ ዘርእዎ ዘለዉ ዘየድሊ ዘረባታት ኩሉ ግዜ ነቲ ናይ ህዝብን ነቲ ታሪክ ንክቡር ፕረሲደንት ሃገር ኤርትራስ ከምዘይተጋደለ ኢሉ ከነኣእስን ግን ስቕ ኢልና ክንሪኦ የብልና መራሒኻ እንተዘይከቢሩ ህዝብኻ ኣይከበረን ማለት እዩ። እሱ ስለ ዝኾነ ጥራይ ኣነ ዝምልሰሉ ዘለኹ እሞ ሓባይቢ ንስኹም ውን ኣብ ቦታ ርእይቶ ናትኩም መልሲ ናትኩም ክስታይ ጽቡቕ ነገር እዩ። ምክንያቱ ክንርድኦ ዘለና ከምቲ ዝኾነ ነገር ክንገዝእ እንከለና ሓባይቢ ዝኾነ ነገር ኣቲና እንተ ደኣ ክንገዝእ ኮይና ብኦንላይን ሲ እንታይ ንርኢ ናይታ ትካል ንገዝኣላ ዘለና እታ ንብረት ክንገዝኣ እንከለና ንኣብነት ኣብቲ ታሕቲቶም ኮመንትስ ናይቲ ህዝቢ ዝህብዎ ኢና ንርኢ እንታይ ኮመንትስ ህቡ ብዛዕባ እዛ ንብረት እዚኣ ድሕር ደኣ እቲ ዝበዝሐ ጽቡቕ እዩ ናቱ ኳሊቲ ጽቡቕ እዩ ዘድምዕ ከምዚ እዩ ከምዚ ገዚእ እያ ከምዚ ጠቒማሃኒ ጽቡቕቲ እያ ፈትየያ ዝብል እንድሕር ደኣ በዚሑ ርኢና ደይኮንና ንገዝእ ስለዚ እሱ ስለ ዝኾነ ሎሚ ብማስ ሚድያ እያ እቲ ዘንብብ ብምንባብ ድዩ እቲ ዝሰምዕ ብምስማዕ ድዩ እቲ ንገብሮ ዘለና ናይ መን እዩ ዝሓይሽ እቲ ናሳቶም ዝዘርእዎ ዘለዉ ሕማቕ ዘረባ እቲ ንሳቶም ንህዝቢ ኤርትራ ክብክልዎ ዝደልዩ ዘለዉ ሕማቕ ታሪክ ዘምፅዎ ዘለዉ ዘይተባህለ ዘይተገብረ ዘይተሰርሐ ዘየለ ንዕኡ ድዮም ሪኦም ክስዕቡ ዘለዎም ዋላስ ንዓና ነቶም ኣይኮነን ትጋገዩ ኣለኹም እሱ ይኮነ ኣንተ ሓቂ እዚ እዩ ታሪኽኩም ድማ ኣብ መጽሓፍ ተሰኒዱ ኣሎ ኣብ ቲቪ ኤረ ተሰኒዱ ኣሎ ኣብ ኩሉ ኤርትራዊ ክስታያት ኣሎ እሞ ፈትሽዎ ንብል ዘለና ድዩ ንመን እዩ ዝርኢ ከዓኒ ኣብቲ ኮመንት እውን ሓበሬታ ጽቡቕ ስለ ዝኾነ ንሕና ክንቃለስ ኢና ንሳቶም እውን ክብልሉ ሕኽ ክብሉ እዮም ኣብ መወዳእታ ስጋ ብህይወት ዘለና ከዓ ክንራባረብ ኢና ስለዚ ሃገርካን ህዝብኻን እንድሕር ደኣ ተተንኪፉ ናይ ግድን ኢና ከምታ ወለድና ክትንከፉና ዘይንደሊ ኩላ ድሕሪ ወለድና ኩላ ድሕሪ ሃገርና ስለ ዝኾነተ ሓባይቢ ኣነ ብኡ መልክዕ ርኤ ዛረብ ዘለኹ ስለዚ ንስኹም እውን ኣብቲ ቦታ ናይ ርእቶ ሓሳብኩም ክተቐምጡ ሃናፂ ዝኾነ ሓሳብ ክተብሉ ከዓ ፅቡቕ ነገር እዩ እሞ ስለዚ ተወዲኣ እያ ንኸይድ ንስምዓዮ ጥራይ መቸም ሰውራ እዚ ይግብኦን እዩ ደም ከፊሉ ማይ ዝሰኣነ ህዝቢ እዩ ዘለና ማህፀነን ቆልውዕ ክንዲ ዝወልዳሉ መኻን ኹን ኢለን መኻና ኮይነን ዘይኮናስ መኻን ይኹን ድሓን ኢለን ስሚንቶ እንዳወልወላ ነዚ ሰውራ ዘዕዊተኖ ግን ኣብ መወዳእታ እዚ ሰውራ እዚ ንመን ሓቂፉ መሽም ከዳዕ ስለ ዝኾነ ነዞም ከዳዓት እዚኦም ሓቂፉ ማለት ዝኾነ ኮይኑ እንታይ እዩ ኩሉ ግዜ ትዛረቦ ዘረባ ህዝቢ ሰምዖ ናይ ህዝቢ ኤርትራ ሰውራሲ ከዳዕ ኢልካዮ በቃ ኣዋይ ዝገርም ነገር እዩ ረዩ በሉ ከምዚ ክበሃል እንከሎ ህዝብኻን እቲ ዝሓለፈ ቃልሲ ሰውራ ኤርትራ ሲ ኩላህና ንፈልጦ ኢና እቶም ዝነበርናዮ ነቢር ነርናዮ ኣሎና እቲ ብታሪክና ዝተምሃርናዮ ድማ ተማሂርናዮ ኣለና ታሪኩ ዘይፈልጥ ኤርትራዊ የለን ሓባይቢ ይርዳእኒ እንተኾነ ግን ከምዚኦም ዝመሰሉ ናይ ብሓቂ ከዳዕ ዝኾነ ሰውራ ክብል እንከሎ ግን ናይ ብሓቂ ንሕና ሰይና ክንሰምዖ ክንክእል ስለ ዘይብልና ጥራይ እየ ዝምልሰሉ ዘለኹ እሞ ስለዚ ንስኹም እውን ብከምኡ ተረዲእኩም ከም ዝበልኮ እቲ ሃናፂ ዝኾነ ንዓይ ነቐፌታ እንተ ሃለዎ ተቐምጡ ካብኡ ተረፈ እውን ንዕኡ እውን መልሲ ፅቡቕ እዩ ንዕኦም እውን መልሲ ንኢንጂነር ክንምልሰሉ እንከለና ንተስፋይሲ ከምኡ ዝመሰሉ ብዙሓት ቅድሚኡ ዝነበሩን ብሕጂ ውን ዝመጹን ምስኡ ዘለዉን ስለ ዘለዉ ኮራኩር ደድሕሪኡ ዝኸዱን ክንምልሰሎም ግቡእና እዩሞ ሓባይቢ ስለዚ ያ ስለ ዘሎ
ማርያም ትምሓርካይ ዝበሃል ማለት ኣይ ዶንት ኖው ሰው እንታይ እያ ክብል ደልየ ስርዓት ነባሪ ኣይኮነን ነባሪ ህዝቢ እዩ ዘለና ንብዓልስኻ ግን ዝኾነ ኮይኑ ድሓን ኢትዮጵያ ከድኩም ትነብሩስ ችግር ኣይኮነን እምበር እዚ ኣይ ዶኖ ኣብ ማእከል ህዝቢ ኤርትራ ጽባሕ ክነብር እየ ኢሊ ዝሓስብ እንድሕር ኮይኑ ኣወል ስዒድ ተመሳሳሊ ክነብር እየ ኢሊ ዝሓስብ ተኮይኑ እዞም ገለ ገለ ናብዚ ሚድያ ንህዝብኹም ኢኖው ኣብዚ እምኒ ተሰኪምኩም መቕረ ኢልኩም ህዝቢ ኤርትራ ቅረ እንተ ኢሉልኩም ኣብኡ ገጽኩም ትኸዱ ኣለኹም ስርዓት ኣይነብርን ክኸይድ እዩ ጸገም ኣይኮነን የቐኔለና ይርዳእካ ይርዳእካ ዝሓወይ ይርዳእካ ይርዳእካ ንዓኻ ይርዳእካ እምበረይ ስርዓት ከም ዝነብርን ከም ዘይነብርን እሲ እስኻ ይኮንካ ንዓና ክትሕብረና እሞኒ እስኻ ይርዳእካ ብቕንዒ ጥዋዕ ኢልካ ትርጉም ዘይብሉ ትምህርቲ ሒዝካ ትነብር ዘለኻ ኣኺሉ እኳ ድማ ንስኻ ተኽኢልካ ደኣ ይቕሬታ ኢልካ ናብ ልብኻ ተመሊስካ ንህዝብኻ ይቕረበሉ ተደፊእካ እምኒ ተሰኪምካ እምበር ማንም ኤርትራዊ ይቅሬታ ዝብለሉ የብሉን ንሕና ኣብ መትከልና ጸኒዕና ኢና ንከይድ ዘለና ጌና ከኣ ስጋብ ብሂወት ዘለና ከኣ ጸኒዕና ክንከይድ ኢና እንተ ንስካ ግን ይርዳእካ ዝሓወይ ያ ሓባይቢ ስለዚ ኣብ መወዳእታ ወዲየ ኣለኹ ኣነ ጽን ኢልኩም ስለ ዝሰማዕኩም ንብልበ ከመስግነኩም እየ ከምቲ ዝበልክዎ ድማ ላይክ ሸር ኣብ ምግባር ኣይንሕመቕ ኢና ስለዚ ኣብ መወዳእታ ነቲ ናይ ስዊዝ ክስታይ ክብሎ ዝፀንሐ ድማ ስዊዝ ከመይ ከም ዝሓለፈ ርኢናዮ እንዲና ግን ብዝኾነ ከምኡ እዩ ከፀልም ዝደለየ ሰብ ኩሉ ግዜ እንታይ እዩ ዘይብል ንሕና ጥራይ ክንጥንቀቕ ክንክእል ኣለና እናበልኩ ያ ንሎም መዓልቲ ዝነበረ መደብ ኣብዚ ወዲእ ኣለኹ ሓባይቢ የቐኔለይ ክብረት ይሃበለይ ስጋብ ኣብ ካልእ ሳይ ንራኸብ ድማ ሰሰናዩ ንኩልና